ሰላም ክቡራትን ክቡራን ተኸታተልቲ መደብ በይኑ ሜድያ መዓልቲ እታ ብቐንዲ ተሓትኖ ኣነበርኩም ስኳርታ ናይ መኪና ወይ ቅያር መኪና ጎማ ብኸመይ ንቕይሮ ትብል ሕቶ እያ ብዙሓት ሰባት ነዚ ሕቶ እዚኣ ኣብ ኮመንት ጽሒፍኩምለ ነርኩም ብዛዕባ መኪና ምሃረና ከመይ ኢልና ስኳርታ ንቕይሮ። ሕጂ ነቶም ትፈልጡ ጸገም የብሉን ነቶም ዘይትፈልጡ ግን እዚኣ ጠቃሚት ክትከውን ትኽእል እያ ብፍላይ ብፍላይ ኣብ ፅርግያ እንተ ኣጋጣሚ ጎማ ነፊሱካ ጎማ ንሕደይ ትቕይር ኮንካ ጓልኹን ወዲ ብኸመይ ትቕይሮ ብፍላይ ደቂ ኣንስትዮ እዚኣ ክትፈልጣ ኣለክን ቀላል ነገር እያ ኣብ ሕማቕ እዋን ግን ካብ ኩሉ ክትድነካ ትኽእል እያ ማለት እዩ። ሕጂ ዝበዝሕ ግዜ እስኳርት ኣበይ ይቕመጥ ይመስለኩም? ኣብ ድሕሪት እዩ ዝቕመጥ፣ ኣብ ድሕሪት ትራንክ ዝበሃል ኣብቲ ትራንክ ኣብኡ እዮም ዘቐምጥዎ። ሕጂ ብድሕሪት እንተ ከፊትካዮ ኣብኡ እዮም ዘቐምጥዎ። ገለገለ ንሓዳ ኤስዩቪ ኮይና ከዓ ኣብቲ ድሕሪት መቐመጢ ኣሎ፣ ከም በዓል ራቫፎር ሕጂ ኣብ ድሕሪት መቐመጢ ኣለወን መእሰሪ ማለት እዩ። ሕጂ ከርእየኩም እየ በብሓደ እናፈታሕክዎ መፍትሒ ጎማ ኣሎ ጃክ ዝበሃል ኣሎ ከምኡ እውን እቲ ስኳርታ ጎማ እዚአን እየን ዘድልያኹ እታ ቪድዮ ሓፃርያ ነዚኣ ንክትገብር ብዙሕ ግዜ ወስድኒ ግን ካሜራ ቀሚጠ ካብ ዜሮ ክሳዕ መጨረሻ ከርእየኩም እየ ሰናይ ምክታል መኪናይ ስለ ዝኾነት እዚኣ እዘን ራቫ ፎን ተሪኢኹመን ብድሕሪት እዩ ዝቕመጥ ማለት እዩ ናይ መብዛሕተን ምዃነ ግን እዛ ከፊታ ዘለካ ክፍት መሰበልካ ኣብቲ ውሽጢ ኣብ ኮፍ ኢሉ ይፅንሓካ ፈቲሕካ መሰቐመጥካዮ እቲ ስኳርታ ጎማ ኮፍ ኢሉ ክፀንሕ እዩ ሕጂ ነቲ ስኳርታ ጎማ ቁፅሪ ክንደይ ኣዛናተይ ቶዮታ ሆንዳ ተኮይነን ኒሳን ናይ ጃፓን መኪና ቁፅሪ ዕስራን ሓደን እዩ ዝበዝሕ ግዜ ናይ ገለ ገለ መኻይን ቁፅሪ ዓሰርተ ትሽዓተ እዩ እጂ ንፀጋም ኢኻ ትፈትሕ ባይዘወይ ትሪኦ ኣለኹም ንፀጋም እየ ዝኸይድ ዘለኹ ኣንቲ ክሎክዋይዝ ዝብልዎ ኣንቲ ክሎክዋይዝ ፀረ ክሎክዋይዝ ማለት እዩ እንጂ ኣብ ውሽጢ ሓሙሽተ ደቂ ክትድዎ ትኽእሉ ኢኹም ትስኳርታ ከመልካ ይቕየ ንኸርእየኩም ስለ ዝኾንኩ ግናነ ቀስ ኢለ እየ ስታይ ክገብሮ ክፈትሖ ማለት እዩ ናይ ስኮርታ ጎማ ኣሲርዎ ዘሎ መእሰሪ ንክትፈትሖ ሰለስተ እየን ብተራ ይሰርኒ ኖርማል ከተኣስሮ እዚ ናይ ላዕሊ ዘሎ ማለት እዩ ኣጋጣሚ ጎማ ናተይ እንታይ ኮይኑ ኢልኩም ትሓቱ ትኾኑ ዲኹም ኣጋጣሚ መስመር ኣትዋ እዛ ናይ ድሕሪት ጎማ ናተይ ንዓኣ ንክቐይረ ስኳርታ ስታይ ዝገብሮ ዘለኹ እንጂ ኣቕሪበ ከርእየኩም እየ ንጹር ክኾነልና እታ ካሜራ መቐመጢ ቦታ እያ ክትዘሊ ጸኒሐ ጎማ ኣሚጥናዮ እታ ጎማ ካብ ላዕሊ ነውርዳ ንመሬት ማለት እዩ እንጂ ኩሉ ግዜ እቲ ስኳርታ ጎማ ኣየር ኣለዎ ድየብሉን ክትረጋግፅ ኣለካ ከዓ ጋራጅ እንተ ከድካ እቲ ስኳርታ ጎማ ስፔር ታየር ኤር ኣለዎ ድየብለን ቸግበርለይ ትብሎም ሕጂ መጀመርታ ቅድሚ እቲ ጎማ ነፊሱ ዘሎ ወይ ተባላሽዩ ዘሎ ምቕያርካ ሓፍ ከተብሎ ኣለካ ክትፈትሓ ኣለካ እታ ጎማ ቅድሚ ሓፍ ምባልካ ይቕሬታ ኣብቲ እውን ዘለኹም እዛ ጎማ እንድሕዝ መጣን ከይትንቀሳቐስ ታኮ ገይረላ ታኮ ከይገበርኩም ኣይትስርሑ ምክንያቱ ኣብ ቁርቆት ክትልዉ ትኽእሉ ኣብ ዝኾነ ክትልዉ ትኽእሉ እቲ ጎማ ንድሕሪት ክንቀሳቐስ ይኽእል እዩ ድሕሪት እንድሕር ተንቀሳቐሱ ከዓ ሓደጋ ከገጥመኩም እዩ እታ መኪና ክትወድቕ ትኽእል እያ እዚ ታኮ ገይረ ይፈትሖ ንፀጋም ፈትሕ ኣለኹ ቁሪ ኣሎ ኣብ ሰዓት እዚ ብከምኡ እየ ሁዲ ገይረ ዝሰርሕ ዘለኹ ኣጋጣሚ ከኣ ኣጋጢሙኒ እዚ ደይሓሰብክዎ ጎማ ነፊሱኒ ንስራሕ እናኸድኩ ኣብኡ ከለኹ እየ ጠጠው ኣቢለ ሪኮርድ ዘይገብር ኢለ ብንጹር ክረኣየኩም ኢለ ካሜራ ዝቐይራ ዘለኹ ሕጂ በብሓደ ኩሉ ንፈትሖ ምሽ ኩሉ ምስ ፈታሕናዮ ብኢድካ ንፍታሕ ምስ ገበርናዮ እታ ጃክ ልክዕ ኣብዚ መልዓሊ ኣለዋ ትሪኦ ኣለኹም እዛ ሲዘር ትመስል እዘን ፓንች ዘለዎን ኣብኣ እያ ትለዓል መኪና ልክዕ ኣብዛ ዝርእየኩም ዘለኹ ፒንች ዌልድ ይብልዎ እዚ ኣብዘን ፒንች ወልድ ዘለወን ኣበን ኢኹም ትልዕልዋ እታ መኪና ቀሊል እዩ ንኸተደይቦ ንየማን ኢኻ ክሎክ ዋይዝ ኢኻ ትኸይድ ንየማን ክሎክ ዋይዝ ክሳዕ ዝትንክፍ ብኢድካ ተልዕሎ መታን ክሰልጠካ ትንክፍ ክሳዕ ትብል ማለት እዩ ስትሬት ከም ደላ ክትረጋግጽ ኣለካ ድሓር ትንክፍ መሰበለት ልክዕ ኣብ ማእከል ከም ዘላ ረጋግጹ ከም ደኣተወት ሽዑ በት መልዓሊ ክሪ ጌርና ነእትዎም ሻብ ማእከል ኣብዛ ሆል ትሪኦ ኣለኹም ኣብዛ ኣፍ ትመስል መልዓሊ ክሪ ክነእትወላ ምሽ ነልዕላ ሽዑ ብሓንሳብ እታ መኪና ሓፍ ክትብል ክጅምረ ብሓቂ ሓፂር ስራሕ እዩ ነዊሕ ክወስደልኩም ኣይግባእን እዩ ግን ከምዛ ጌርኩም ጥንቃቐ እዩ እቲ ቀንዲ ወሳኒ ነገር ኣጋጣሚ ክተልዕል ከለካ እንተ ዓቐቕ ኢላ እንድሕሪ ትወድቕ ኣላ ክትጥንቀቕ ኣለካ ከም ተጋጊኻ መኪና ወዲቃትካ ድመፅእ ሽግር ድኸፍእ የለን ስለዚ ተጠንቂቕካ ምስራሕ ወሳኒ እዩ ሽኳርታ ሓፍ ኣቢልና ኣለና ካብ መሬት ሓፍ ምስ በለት ሕጂ ኣረጋግጽ ኣለኹ ትሪኦ ኣለኹም ካብ መሬት ሓፍ ከም ዝበለት እቲ መእሰሪ ጎማ ሽዑ ብኢደይ ክፈትሖ ክእል እየ እቲ ኖርማል እየ ብኢደይ ዝፈትሖ ዘለኹ ካብዚ ሩድ ብኢደይ ፈትሖ ኣለኹ በቃ ብዓይንኹም ሪኹም ክትገብሩዋ ከም ትኽእሉ እዚኣ ብጣዕሚ ካብዚ ንኔው እቲ ጎማ እትሪእዎ ኣለኹም ፅሩይ ምዃኑ ሪኦ ኣለኹ ብውሽጥን ብደገን ዝኾነ ኣብ ሞንጎ ዝተቐጥቀ ነገር ከይህሉ ድሓር እታ ጎማ ሓፍ ኣቢልካ ንውሽጢ ምልጋብ ጥራይ እያ ልክዕ እተን ናይቲ መእሰሪ ዘለዋ ብሎንታት ነታ ጎማ ሓፍ ኣቢልን ኣበን ነእትዋ ሓሙሽተኤን ከዓ ሽዑ በብሓደን ኣስረን ጽቡቅ ጌርኩም እሰርዎ ክሮስ ትረድ ዝበሃል ነገር ኣሎ እሱ ከኣ እንታይ ብሕማቅ ወይ ብኣንግል ተእቲኹሞ ቀስ ጌርኩም ብኢድኩም እቲ ቪድዮ ከም ዝኣስር ግበርዎ ሽዑ በቃ በብሓዲኻ ተኣስሮ ወል ሓንቲ ሳይንስ የብሉ ገለ ይብሉ በብሓደ ኩለን ተኣስረን ጥራይ ቀስ ኢልኩም ስርሑ ኣብ ሕማቅ ቦታ ከይትህሉ እታ መኪና ከይትወድቀኩም ተጠንቂቕኩም ብኢድኩም እስር እስር ተብልዋ ጽፍፍቲ ከምዚኣ ቀላል ዝኾነ ስራሕ ከምዚኣ ጌርኩም ተኣስዋ በብሓደ ሽዑ ቁፅሪ ዕስራን ሓደን እያ እዛ ቶዮታ ሱቅ ዕስራን ሓደን የእቴ ይኣስራ ብኢደይ ኣትር ኣቢልካ ተኣስራ ብፍላይ ብፍላይ እዚኣ ደቂ ኣንስትዮ ተኽኢልክና በቃ ዳትሴት ዊንተር ታይም ሽግር የብልክን ገለ የብልክን ባዕልኽን ፍታሕ ኣቢልክን እስሪ ተብልኦ እዚኣ ብፍላይ ደቂ ኣንስትዮ ትኾን እየ ስርሓ ዘለኹ ብትግርኛ ሓደ ብ ሓደ እዚኣን እዚኣን እንዳበልኩ ማለት እዩ ምናልባት ዘይተረዳእኩም ነገር ተሉ ከዓ ኣብቲ ኮመንት ክትፅሕፍለይ ትኽእሉ ኢኹም ልክዕ ብእንግሊሽ ትራንስሌት ንኹለን እተን ጎማ በብሓረግ ተኣስርወን ኣለኩም እንታይ ጌርኩም ጽቡቕ ጌርኩም ኣሲርኩም ምስ ወዳእኩም ሽዑ እቲ ጎማ ንመሬት ከም ዝትንክፍ ትገብርዎ ማለት እዩ በታ ጃክ ተውርድዋ ሕጂ ጎማይ እንተ ኣስተውዕልኩሙሉ ሕጂ እዚ ስኳርታ ጎማ ገይረዮ ዘለኹ ቁሩብ ንፍስ ዝበለ እዩ ማለት ኣየር የብሉን እዚ ከዓ ናተይ ጌጋ እዩ ኣየር ቸክ ኣይገበርኩዎን ከምዚ ሰራሓ ማዕፆ ዝብ ወሰዶ ዝበሃል መካኒክ እንከለኹስ ናተይ ስኳርታ ቸክ ገይረ ይኸውን ኣይፈልጥን በቃ እንታይ ከይከውን በሃሊ እያ ነይረ ሓንቲ መዓልቲ ምስ ኣድለየኒ ግን ጎማ ኣእትየሎም ቁሩብ ነፊሱ ኣሎ ወላ ሓንቲ ጸገም የብሉን ቁሩብ ኣየር ጥራይ ምእታው ከድልዮ ግን ኣይገርመኩምን ኣብታ ተድልየካ መዓልቲ'ሲ ጎማ ነፊሱ ክትሪኦ ከለኻስ ብጣዕሚ እዩ ዝገርም ንብረት ተድፈታሕኩም ኣብ ቦትኡ ምምላስ ወሳኒ እዩ። ደሓር እታ እግሪ ጎማ ምእሳር ጥራይ እያ ትተርፈና ማለት እዩ። ኣትርር ኣቢልኩም እሰርዎ እቲ ጎማ። እቲ ጎማ ምስ ኣሰርኩም ሽዑ ጽቡቕ ጌርኩም ብኢድኩም ኣትኩም ትኣስርዎ። ቱማች ኣይትግብሮ ጀስት ሰጢሙ ከም ድሕስ ትገብሩ ደሓር ሰቲኡ ምስ ሓጸ ናብ ጋራጅ ወሲድኩም ቶርክ ግበሩልና ወይ እሰሩልና ትብልዎም ናብቲ ስፐሲፊኬሽን ማለት እዩ። ናይዛ ቶዮታ ራቫፎር ሰማንያ ፉት ፓውንድ እዩ። ስለዚ ቶርክ ምግባር ወሳኒ እዩ። ዝኾነ ናተይ ፉል ሳይዝ ስፔር እዩ ከመይ ኢለ ይቕይሮ ንኽትርኢ ኢለ እየ ከምዛ ትሪእዋ ዘለኹም እታ ጎማ ኩላ ኮምፕሊት ክቕይረ ተኸታተሉ። ምስ ወደእት ዝኮነ ዘይተረዳኣኩም ነገር ተሎ ኣብ ኮመንት።
ካብዚ እንየው እቲ ጎማ ኣቲርና ኣሲርናዮ ኢና ተሪፉና ዘሎ ጉዳይ ኣጽፊፍና ከምደኣሰርንያ ነረጋግጽ ሪኦኹም ለጊቡ ከምደሎ ነረጋግጽ ደሓር እታ ጎማይ ትሪኦ ኣለኹም እዛ መስመር ኣትዋ ዘሎ ፅዒንካ ጋራጅ ወሲድካ ምዕራይ ብስኳርታ ጎማ ነዊሕ ኣይክየድን እዩ ገለገለ ሰባት ስኳርታ ምስ ገበርኩም ነዊሕ እዋን ትዝውሯታ መኪና ስኳርታ መዘወሪ ይኮነን ንሕማቕ እዋን ጥራይ ቴምፖራሪ እዩ ድበሃል ቴምፖራሪ ዳትስ ኤት በቃ ንቴምፖራሪ ጥራይ እዩ ንዛ ጎማ ጺዒነ ንጋራጅ ክወስዳ ኢየ ኣብቲ ዝሰርሓሉ ማለት ኢዩ ኣብኡ ከይደ ከዐርያ ኢየ ምክንያቱ ብላዕሊ ጌረ ፓች ክገብራ ኣይደለኹን ጽቡቅ ጌረ ከዐርያ ስለ ዝደለኹ ምናልባት ካልእ ዝኾነ ዳሜጅ ክህሉ ውሽጥኻ ከይደ ክፍትሽ ኣለኒ ንብረት መጀመርታ ሕጂ ኣብ መኪና ይመልሶ ኣጽፊፈ እዕሬ ስኳርታ ይምለስ ንሀለኩም ለጊቡ ከም ደሎ ተረጋግጽ ጎማኻ ማለት እዩ ደቂ ኤረይ እዛ ቪድዮ እንድሕር ፈቲኹማ ሳብስክራይብ ግበሩ ላይክ ግበሩ ሪኢቶ እንተለኩም ኮመንት ከኣ ጸሓፉ ደሸግረኩም ነገር ወይ ክትፈልጥዎ ትደልዩ ብዛዕባ መኪና ተፈሊጥና ብሓባር ጣይና ነዚ ሲስተም ነዚ ዓዲ ክንውልቆ ንኽእል done
it is all done